ታይ ናሰራ ፓርት።
ክቡራት ተዓዘብትና ኢሉ ማይ ብላዕሊ ሓዲሩ ዋላ ብታሕቲ ይምፃእ መደብና ኣይቋረፅን እዩ ሕጂ እቲ።
ማኪናይ እምበር ኣነ ዶ ሃሪመካ እየ ከምዚ ኢልካ ፈጠጣጥ ትብለለይ ፈጣጥ እዚ ዓይንኻስ ኣብ በዓል ቻይና ከይድካ ተትሸጦ ኔርካ እኮ ንነብስኻን ነዛ ተሃሪማ ዘይትሓውይ ማኪናኻን ከማን ምኾንካ ኔርካ ግን። ኣፍቂረሲ
ሃይማኖት ኣለዋ የብላን ኣይግድሰንን እዩ ኣነ ንባዕለይ ዝኾነ ሃይማኖት ኣይከተልን እየ ኣብ እግዚኣብሔር ኣምን እየ ፈጣሪ ከም ዘሎ ኩሉ እዚ ካባኻ ትሒዝካ ዘሎ ፅባቐ ኣብዚ ሂወት ኩሉ ከባቢና ዘሎ ፈጣሪ ከም ዘሎ የምስክር እዩ ሃይማኖታት ግን ንፈጣሪ ከመይ ኢሎም ከመይ ኢልካ ክተምልኾ ከም ዘለካ ዝወፀ መምርሒታት እዩ ነቶም ዝኽተልዎ የኽብረሎም እየ ኣነ ዝኾነ ሃይማኖት ኣይክተል ኣብዛ ደረጃ እዚኣ ኣብዛ እዋን እዚኣ ኣዋጅ ኣዋጅ ኣዋጅ ሰላም ሰላም ክቡራት ተኸታተልቲ ላሜክ ሪኣክሽን ከመይ ትኾኑ ጠመይ ኢልኩም ኣለኹም ፀጋ ጥዕና ሁኑ ጠመይ ኢልኩም ኣለኹም ድሓን ዘለኹም ስድራ ኩሉ ጠመይ ትኾኑ ኣለኹም ከመይ ኣለኹም እንኳዕ በሉ እስኪ ገፅ ንገፅ ኣረኣየና ኣኣብ ዘለኹሞ ሰላም ፍቕሪ ጥዕና እንዳተመነኹ ንሎሚ ንዓኹም የዛናግዑን የዛንዩን ድበልኩዎም መደባት ሒዘልኩም መጽየ ኣለኹ ቻነል ሓደሽቲ ዝኾንኩም ሼር ላይክ ሳብስክራይብ ኮሙን ኮመንት ብምግባር ናይ ወትሩ ተኻታተልቲ ናይዛ ቻነል ክትኮኑ ብትሕትና ዓድመኩም። ተዝሕላ ሃባ ነዳዲ ሸር በሎ። ከምቲ ልሙድ ነዛ ቪድዮ ክትጅምርዋ ከለኹም ላይክ ምግባር ከይትርስዑ ሰናይ ምክትታል።

ሳላ እንታይ ረሳዕኹም ምሳኹም ደለኹ ሓፍትኹም ገ ሃለው ወዲእካ እኮ ተዛሪብካ መጀመርያ መጀመርያ ባህልና ክርስዕ የብሉ ሰላምታይ ድቕድም ሰላም ከመይ ውዒልኩም ደሓን ዶ ውዒልኩም ገለመለ ገለ ኢልካ ክቡራት ተዓዘብቲ ኢልካ ናብ ጉዳይካ ትኣቱ እምበር ድበልካ ኢልካ ፅርፍ ውዒልካስ ሰላምታይ ረሳዕኹም ምሳኹም ዘለኹ ሓውኹም ዳንኤል ብዝኾነ ተመሊስና መፂና ኣለና ናብ ቲክቶክ ድሕሪ ክንደይ ሰላም ንዓኹም ያ ጀማ ዋው ዋው ዋው ዋው ዋው እዚኣ ናይ ኩሉ ሻዕ ኢንትሮና ክንገብራ ኢና እዚኣ እ ዝበልካ ምስ በልካስ ሰላምታ። ከምቲ ዓረብያኹም ሸረር ኢልካ ውጸለይ ብማርያም ኢለካ ውጸለይ ውጸለይ። ሕራይ እምበኣር ክቡራት ተኸታተልቲ ሓውና ኣርቲስት ግርማይ ዓንዶም ድማ ኣብ ሓንቲ ፖድካስት ቀሪቡ ብዛዕባ ሃይማኖት ዓሌት ብዛዕባ ሙዚቃ ብዙሕ ዘመሓላልፍን መልእኽትታት ኣለዋ እሞ ገለ ካብተን ተቖሪጸን ዝመጻ ቪድዮታት እስከ ከብለኩም።
ኣፍቂረሲ ሃይማኖት ኣለዋ የብላን ኣይግድሰንን እዩ ኣነ ንባዕለይ ዝኾነ ሃይማኖት ኣይክተልን እየ ኣብ ኣብ- ኣብ እግዚኣብሔር ኣምን እየ ፈጣሪ ከም ዘሎ ኩሉ እዚ ካባኻ ትሒዝካ ዘሎ ኦ፣ ፅባቐ ኣብዚ ኦ። ህይወት ኣሃ። ኩሉ ከባቢና ዘሎ ፈጣሪ ከም ዘሎ የምስክር እዩ ሃይማኖታት ግን ንፈጣሪ ከመይ ኢሎም ከመይ ኢልካ ክተምልኾ ከም ዘለካ ዝወፀ መምርሒታት እዩ ነቶም ዝኽተልዎ የኽብረሎም እየ ኣነ ዝኾነ ሃይማኖት ኣይክተል ኣብዛ ደረጃ እዚኣ ኣብዛ እዋ እዚኣ ሰብ ብድላዩ ትርጉሞ ፅለልከ ንምንታይ ከምኡ ዝብል ዘለኹ ናብቲ ዳሕራይ ዝመፀ ነጥቢ ማለት እዩ ሕጂ ስለዚ ንዓይስ መፈላለየ ኣይኮነን መፈላለየ ዝኾነ እንሳ እምነት ተሃልዋ እምነት ኣኽቢረላ ከይፀገ የብለ እዩ ኣብ ምስልምና ትእመን ኣብ ቡዲስት ትእመን ኣብ ክርስትና ትእመን ዋት ኤቨር ሳ ትኣምኖ ነገር ኣነ ሕጂ ንዓይ ክሳብ ዘይፀለወኒ ምሳይ ክሳብ ስገድ ወይ ምሳይ ክሳብ ንዓናይ ታሽሙ ተመላለስ ኣብቲ ቤት መቅደስ እ ኣብ ቤት ፀሎትና ተኣምነሉ ቦታታት ንዓናይ ክሳብ ኢላ ዘይገደደትኒ ፀገም የብለይ

እቲ ዓድኻ እኮ ወላ ሓንቲ ኣብ መሬት ሕንጻጽ እኮ የብሉን ስእልካ ኣብ ርእስኻ ዝፈጠርዎ እንታይ ዝበሃል እዩ ካብቲ ዓድኻ ካብ ሽዑ ናበይ ኣብታ ጎደባኻ ትከይድ ኢኻ ኣብታ ጎደባኻ ከ ኦ ካብቲኣ ሩባ እቲኣ ሓንቲ ሓሊፋ ገለ ዶብ የብሉን ዳስዋይ ዓሌታዊ ሰብ እንተኮይኑ እቲ ዓሌት እንታይ ይውዳእን እዩ ዓሌታዊ ሰብ ሕጂ ካብታ ካብታ ጎረቤቱ ይጅምር እቶም እቲኦም ከምዚ ዓፅሞም ዶ ዋላ ቆርቦቶም ዶ ፍሉይ እዩ ወይ ከምዚ እዮም ገለመለ ሽዑ ፀኒሕካ ናብ ጎደቦ ተኸይፃ እቶም ሩባ ድሕርታ ዳዕሮ ዘለዉ ድሕርታ እምኒ ድሕርታ ዞባ ክስቶ ድሕርታ ገለመለ ሽዑ ካብ ኤርትራ ወፂእካ እዚኦም ዓዱ ከምዚ የበሎም እዚኦም እዞም ዓዲ ከምዚ እቶም ሃገር ከምዚ ክፍለ ዓለም ከምዚ ኣይውዳእን እዩ እንተ ብዘይቀለ ዓለም ግን ኣብ ውሽጥኻ ንሰብ ኮንካ ተፈጢርካ ሰብ ኢኻ ተፍቅር ሕጂ ንዖምን ፈርደሎም የለኹን ኣብዚኣ ታሽሙ ከይነብል ሰብ ከምቲ ሶም ብሓርነት ኣነ ኣብዚኣ ትምችኣኒ ዝብሉ ዘሎ ኣነ ከ ኣብታ ዝምችኣኒ ቦታ ምስ ዝምችኣኒ ሕብረተሰብ ምስ ዝምችኣኒ ወሬበር ዝሪኣ ዘለኹ ሰብ ምስኣ ክነብር ባህብለኒ ኣብዚኣ ድማ ሓደ ካብቶም ናይ መጀመርታ ዝነበሩ ቲክቶከራት ከምኡ ውን ኣዝዩ ብጣዕሚ ንፉዕ በቃ ታለንትድ ዝኾነ ኣብዚ ሰዓት እዚ ብዙሕ ዘይሰርሕ ደሎ ካብቶም ድጠፍኡ ቲክቶከራት ሒዘልኩም መጽየ ኣለኹ እስከ ናብቲ ቪድዮ ከብለኩም ማራ እየ ደሐብዮ ነዚ ወዲ እዚ። ኬፍኩም እሞ ፒፕለይ ቅድሚ ሓሙሽተ ሚእቲ ደቂቅ ትከውን እኮ እያ ሓደ በዚ ምጽእ ኢሉስ። ሰላም ይብለኒ ኬፍካ ዶ ሓወይ ትማሊ ንስኻ ዲኻ ማኪናይ ፓርኪን ከላ ሃሪምካያ ዝሃደምካ ገለ ኢልኒ ስዋ ኣንታ ብሩኽ ሓወይ ገመል ዲኻ ናይ ትማሊ ክሳዕ ሕጂ ረሳዕኻዮን ዋ ካልኣይ ከኣስ ማኪናይ እምበር ኣነ ዶ ሃሪመካያ ከምዚ ኢልካ ፈጠጣጥ ትብለለይ ፈጣጥ እዚ ዓይንኻስ ኣብ በዓል ቻይና ከይድካ ተትሸጦ ኔርካ እኮ ንነብስኻን ነዛ ተሃሪማ ዘይትሓውይ ማኪናኻን ከማን ምኾንካ ኔርካ ገለ ኢልዮስ ኣይረኣኹዎን እኮ ነብሱ በዚ ምጽእ ኢሉስ ክንዲ ዓሰርተ ሓሙሽተ ዝኸውን ማይ ታይሰን እኸውን ከውጻኒ ኣንታ ብሩኽ ሓወይ ሓንሳእ በል ጽናሕ ገዛ ከይደ ጃኬት ደሪበ ክመጽእ ኢለዮ ኣለኹ ኣብዚኣ ጽበዮ ኣለኹ ሕጂ ዕድል ሂብኒ ኣሎ ግን ባህላዊ ገይሩ ትንክፍ ተቢልኒ ኣነ ከዓ ብትግርኛ ገይረ እየ ኡይ ክብል
ብትግርኛ ገይረ እየ ኡይ ክብል Rest in peace ዝዓርከይ ማዕረይ ሓበሻ ባእሲ እምበር ፍቕሪ ኣይክእልዎን እዮም
ሓበሻ ፍቕሪ ዝበሃል ኣይክእልዎን እዮም በጃኻ ምስ ጻዕዱ ትኾነለ ኢለ ወሲነ መጸ ሓበሻ ዝኽእልዋ ሓንቲ እያ ንሳ ከዓ ዱጭ ደርኢ ዝምስላ ኢንዲያ ላቭ ኢዝ ደርፊ ሓበሻ ላቭ ኢዝ ጸርፊ ባት ኣይ ላቭ ኢዝ ደርፊ

ሓቢብቲ ኖ እንግሊሽ ኖ ስፓንሽ ጻዕዳ ሽጉርቲ ኣሎ ዘረባ ዘመዓራሪ ሓሳብ ዘተዓራሪ ብ ሐራይ እምበኣር ክቡራት ተኻታተልቲ ኣብዚኣ ከኣ ናይ ስነ ጥበባዊ ግራይ ሓውና ገለ ዓይነት ሕክያ ኣላ ናብታ ቪድዮ ከብለኩም። ክቡራት ተዓዘብትና ኢሉ ማይ ብላዕሊ ሓዲሩ ዋላ ብታሕቲ ይምጻእ መደብና ኣይቋረጽን ኢዩ ሕጂ እቲ ማይ ይጅምር ኢዩ ኔሩ። እሱ ሓሲቡ የቋርጽ ክኸውን እዩ ኣይ ይብሉ እንድዮም ገሊኦም ኣይ ማይ በዚኣ እንድሕር ሒዛስ ኣይትገድፋን እያ እማ በዚኣ እንዳ ትመጽእ ዘላ የላን ዝብሉ ኣለዉ ሜትሮሎጂ ናይ ሓሳብ ኣሎ ሕጂ ጋጣም ማይ እንዳበርትዐ መጺኡ እቶም ሙዚቀኛ ከኣ ብዋጣ ጫዓጫዓይ ምስ በሉ ኢልወን እዩ እታ ቃል ግን ክፈጥረላ ይኽእል ኣሎ ክቡራት ተዓዘብትና ማይ ብላዕሊ ሓዲጉ ዋላ ብታሕቲ ይምጻእ መደብና ኣይቋረጽን እዩ ኢልና እኳ እንተነበርና ሕጂ ግን ብጎኑ ስለ ዝመጸና መደብና ኣብዛ ዓጺና ኣላ ኢና።

ዕርዶምን ጋሉን ክኣ ኣብዚኣ ጨሓሕሙ ኣለዉ ኣብታ ቪድዮ።
ዋእ ቀላዓ ሰብኣይስ ናበይ ከይጠፊኢ ክፈርያ። ኣነ ድኣ ትገብሮ ፍላጥን ኢለ። ግደፊ እባ
ከመቦን ጓል ንከባበር ካብኩ ጓለይ ግደፊ። እሞ ምምጻእ እንድያ ኣቢኒ። እንታይ?

ዜና ሸራፋት።
ክትፈልጢ እዚ ጎሪፉ ደሎ ስነይ እቲ ዓንጃል ኣኩኩ እዩ ኣህሪምኒ። ኣነ ከምሳኺ ይነበረ እንድሾ። እንታይ?
ቆርብ ትሕት ኢሉ ሃሪሙካ ኢለይ ኣነስ። ገለ ሓጥያት ደኣ ነይርኒ ኣይላ ክኸውን ኣለዎ ኣርመካ እምበር ነይሩ እዩ። ወዲ መሊኡ። ጽውታ ዓሽ ደሓን ተስእ ሕጂ ኪዲ ስጋብ ቁርሲ ዝሰርሕ ኪዲ ምስቶም ቆልዑ ተጻወት ደገ። እሞ ኩሎም ድዮም ቆልዑ ኮይኖም።

ሕራይ እምበኣር ክቡራት ተኸታተልቲ ላሜክ ሪኣክሽን በዚ ናይ ሎማዓንቲ መደብ ዓጊብኩምን ተዛናጊዕኩምን ክትኮኑ ተስፋ እንዳገበርኩ። ተሓጉሽና ተሓጉሽና ክንደይ እኳ ተሓጉሽና። ኣብ ዝቕጽል ብኻልኦት ኣዛናጋዕትን ኣዛነይትን ቪድዮታት ስጋብ ንራኸብ ሰናይ ቅነ Peace out!